ትግራይ ምስ ዘይጠቅም የብለኩም ናይ ምዉት ምዉት ሕብረተሰቡ የደስዓርና ሃገር ኢና ነቲ ናይ ደርጊ ፕሮፌሽናል ኣርሚ ዝሰራሕና ዝሰዓርና ህዝቢ ኢና ሕጂ ግን ኣብዚ ዝሓለፈ ዕስራ ገለን ዓመት ኩሉ ነገር እንታይ ምእሚኖሞ ነቲ ሰብ ኣብ ባፅዕ ዓሳ ከይንገፈፍሲ ወያነ ከልኪላትና እቲ ሰብ ከዓ ከኣምኖም ጀሚሩ ኣብ ባፅዕ ሲ በቃ ህወሓት መፅያስ ባፅዕ ኣብ ምንታይ ከም ዘለዋ ኣብ ዩኤን ሲ በቃ እዛ ብረድኤትን ብገለ ትነብር ህወሓት ሲ ኣብ ዩኤን ከይዳስ እገዳ ከም ዘግበረትልና ወይ እዚኣ በቃ ሕጅስ እንታይ እዩ ዘለና ንትግራይ ዘጠምት ኣብ ትግራይ ሲ እንታይ እዩ ዘሎ ትግራይሲ በቃ ብባሕርና ድዩ ብነፈርትና ድዩ ብገለ ከይንኣቱ ከይንወፅእ ምስ ዓለም ከይንነግሲ ትግራይ እንታይ እዩ ዓቕሚ ዘለዎ ኣነ ተኣሹ ምግባር እዚ ምኽልካል ወላ ሓንቲ የብላ ኣሜሪካ የብላ ትግራይ የብላ ግን እንታይ እቲ ፍልስፍና መፅኡ ናይ ኢሳያስ ኣፈወርቂ ሟት ቀሊል እዩ ሞት ክትመውት ክትዋጋ ቀሊል እዩ በቃ ድፋዕ ናይ ደንደን ድዩ ናይ ገለ ክትሰርሕ ክትመውት ቀሊል እዩ ነዲካ ገዛ ክትሰርሕ ግን ኣይከኣልን በቃ እዚ ኢኮኖሚ ስራሕሲ ምንዳብ እዩ በቃ ትሕተ ቅርፂ ድዩ ገለ ምስራሕ እሱ ይከኣልን እዩ ሞት ግን ቀሊል እቲ ሰብ ከኣሚኖሞ እያ ገሊ ገሊ ጣሹም እዩ እዚ ቀሊል እዩ ነይሩ እዚ ቁጠባ ምፍጣር ግን ከቢድ እዩ ናይ ብሓቂ ኢሳያስ ነዚ ኣሚንዎ ነሰብ ልክዕ ከምዚ ሕጅስ ህወሓት ከዓ እንታይ ዘለዎ ዓቕሚ ዘለዎ ሕንጉጉ ሓያል ገልመ ነገር ሕጅሲ ኣብዚ ዝኾነ ይኹን መስክሩ ንህወሓት ሽዱሽተ ዓመት ድዩ ገለ ዓመት ከመይ ገሊፅና ረይዎኹም ህወሓት ቀደም ኣዲስ ኣበባ ኣብ ስልጣን ከላ እያ ትመውት ኣላ ትብቅዕ ኣላ ህወሓት ዓቕሚ የብላን የላስ ደጋጊምና ገሊፅና እዮም ህወሓት ነይርዎ ይፈልጥ ምስ ኤርትራ ድዩ ምስ ገለገለስ ነይርዎ ይፈልጥ

እሱ ከምዘኩም እዚ ነገር ሕጂ ቴስዓን ሓደን ዘብቀዐ ነገር እዩ ነዚ ኩሉ ነገር ግን ኢሰያስ ኣፈወርቂ እዩ ሕጂ ኤርትራ ብዘይ ኢትዮጵያ ክትነብር ኣይትኽእልን እያ እዚ ንሕና እዚ ዝግበር ዘሎ ኩናት ኢሳያስ ዝገብሮ ዘሎ ኩናት እውን ጽን ኢልኩም ስምዕኹም ንኢትዮጵያ ንምድሓን እዩ ትግራይ ዶ ንገለ ክትወርድ እያ ገለ ገለ ኣይኮነን ከምኡ ነይሮም ኣይፈለጥን ብሓፂሩ እቲ ዝዛረብዎ ኣንፃር ትግራይ እዩ ኣንፃር ኣሜሪካ እቲ ዝሰርሕዎ ስራሕ ግን ብምሉ ኣንፃር መን እዩ ኣንፃር ናህና እዩ ኣንፃር ኣንፃር ታሽሙ ዋላ ሕጂ እዚኦም ኩሎም ኣረጋይ ሓጎስ ወዲ ጣባ እዚኦም ብምሉኦም ምስ ወያነ ሙሉእ ዕድሜኦም ዝሰርሑ ነበሩ ምስ ደርጊ ሙሉእ ዕድሜኦም ዝሰርሑ ነበሩ ወደ ገባ ዝኾን ዘለዎ ሃንደበት ሃገራውያን ኢና ንኤርትራ ላእላውነት ዶ ገለ ዝብሉ ከም ዘለዉ እቲ ማይንድ the same set of mind the same እቲ ኣቲ ስነ ኣእምሮ እቲ ስነ ኣእምራዊ ኣቀሞም ሓደ እዩ ብሙሉ እቲ ኣንጻር ሓማሴን እዩ እቲ ሓማሴን እዩ እቲ ሃገር በቲ ሃገር ትሓስብ በቃ ሕጂ እንታይ ምግባር ኢሳያስ ኣፈወርቂን ኣረጌ ሓጎስ ወዲ ባሻይ ኣማንኤል ኣሰና ወዲ ጣባ ክንዲ ፍረ ጣፍ ናይ ሓንጎል ፍልሊ የብሎም ልክዕ ኢሳያስ ሓንሳብ ማርክሳዊ ይኸውን ሓንሳብ ጸገማ ይኸውን ሓንሳብ ናይ ትሽዓተ ብሄራት ይኸውን ሓንሳብ ኢንተርናሽናሊስት ይኸውን ኢሳያስ እንታይ ይብሎ ኩሉ ነገር ምክንያቱ እዚ ኩሉ ዝገብሮ ዘሎ ነቲ ናቱ ነብሰ ምትሓት ነቲ ዓሌታዊ ስምዒት ዓሌታዊ ተሓሳስባ ንዕኡ ንምሽፋን እዩ እምበር ናይ ብሓቂ እንታይ ይብሎም ሓደ ዕላማ ዘለዎ በቲ ዕላምኡ እንታይ ዝገብር በቃ የነፀራ ገለ ይገብራ እምበር ንጎ ንጎ ንጎ ንጎ ኦብጀክቲቭካ ዕላማኻ መንነትካ ኣይትቕይርን ኢኻ መንነት ንጎ ንጎ ይቕየርን እዩ እዚ ከዓ በቃ ንጎ ንጎ ኣብዚ እንዳ ህግደፍ ከዓ ሃንተር እዩ ሕጅስ እንተለዎም ከዓስ እንታዮም ከ ኦኬ ዕላማ ኣለካ ነቲ ዕላማኻ ከዓ በቃ ነፂርካ ትገብረሉ ኢሳያስ ኣንፃር ኣሜሪካ ተኮይኑ እንታይ ዝገብር ኣንፃር ህወሓት ተኮይኑ እንታይ ዝገብር በቃ ንህወሓት ክትብትኖ ተኾንካ ንትግራይ ክትብትና ተኾንካ በቃ ንህዝቢ ትግራይካ ካብ ህወሓት ተነፅሎ ቀላ ስራሕ ፍትን ዲኹም ኣብይ ንህዝቢ ትግራይ በቃ ገፊዑ ገፊዑ ናብ ሕወሓት ከም ዝፅጋዕ ዝገብሮ ኢሳያስ ንህዝቢ ትግራይ ገፊዑ ገፊዑ ናብ ሕወሓት ከም ዝፅጋዕ ዝገብሮ ህዝቢ ትግራይ ምርጫ ኣለዎ ድዩ በጀካ ምስ ሕወሓት ክኸውን ሕጂ ዝኾነ መገዲ ኣለዎ ድዩ ግን ሕጂ ግን በቃ ከም ገይሮም በቃ ሕወሓት ዝበሃል እንታይ ኣሎ እምበር ንሕወሓት ክተጥፍኦ ከተኣልዮ ናይ ሰሙን ስራሕ ሰሙን ኣይትወስድን ዝኾነ ይኹን ነገር ይብሉ ግን ህወሓት መሳርሒ ናይ ኢሳያስ ኣፈወርቂ እዩ ሕጂ ከዓ መሳርሒ ናይ ኦሮሞ እንታይ ይኸውን ኣሎ በቃ እቲ ዘሎ ጂኦፖለቲክስ ኣብቲ ናቶም ጂኦፖለቲክስ ኣብኡ መሳርሒ መኾስ እዩ ከምዚ ክነግሩና ዝፍትኑ ህወሓት ዝበሃል ዓብ ውድብ ሓያል ገለ ነገር የለን የለን ህወሓትሲ ወታደራዊ ውድብ ነይሩ ሃልዩን ኮይኑን ኣይፈለጠን እዩ ግን እሱ የብለኩም ዘለዎ ስለዚ እትዮም እዚኦም ናይ ተጋሩ ክትርእይዎ ትኽእሉ እዮም ኣብ ትግራይ ወደኖ ኣብ ትግራይ ዘሎ ምናልባት ቴስዓ ካብ ሚእቲ ዲግሪ ናይ ሓሶት ዲግሪ እዩ ቴስዓ ካብ ሚእቲ ፒኤች ዲ ኣለኒ ዝብል ናይ ሓሶት ፒኤች ዲ ወይ እቲ ፒኤች ዲ ከዓ በቃ ውመን ስታዲ ናይ ሰላም ስታዲ ናይ ገለ ስታዲ ዘይጠቅም ፒኤች ዲ ዘይጠቅም ገለ እንታይ ዘሎ ከምዚ ሕጂ ዶክተር ቴድሮስ ኣድሓኖም እብሎ ቴድሮስ እ፣ ንዝኾነ ሰብ ሜዲካል ዶክተር እዩ ዝመስሎ ግን ኣይኮነ ናይ ሜዲካል ፖሊሲ እ፣ ዶክተር እዩ ዘሎ በቃ እቲ እቲ ዲግሩ ዝጠቅም እንታይ ሽም ይኮነ ኣብ ናይ ስራሕ ዓለም ኣብ ናይ ብሓቂ ዓለም መፅኻስ ኣብ መንግስቲ ኣብ ኤንጂኦ ገለ ክሰርሓሉ ትኽእል ኢኻ ኣብቲ ፕራይቬት ሴክተር ከይድካ ግን በዚ ናቱ ዲግሪ ናይ ድሓኖ ክሊነር ከማን ኣይሰርሓሉ ሕጂ ግን በቃ ኣብቲ ዝሰርሖ እዚ ዳብሊው ኤች ኦ ናይ መንግስት ስራሕ እዩ ወይ ናይ ኤንጂኦ ስራሕ እዩ ሕጂ ተጋሩ ኣብ ትግራይ ኩሉ ነገር ፌክ እዩ እቲ ፌክ ዘብሎም ዘሎ ከዓ በቃ እቲ ነብሰ ምትሓት እዩ ዋላ ኣብዚ ናህና ከዓ ርእዎም ይኹም ዶክተር ኩስቶ ፕሮፌሰር ኩስቶ ኣምባሳደር ኩስቶ ገለ ተባሂሎም ብዛዕባ ማዕርጎም ብዛዕባ ገለስ እንታይ ዝገብሮም እዩ ዝብለኩም ዘሎ ወይ ከምዚ ኢሳያስ ሜክ ኣብ ድዩ ቲንታ ድዩ ገለ ገይሩስ ከም በቃ ሰብ ከመይ ርእየንስ እንታይ ይገብር እዩ ብሓፂሩ እቲ ዝሕስብዎ እቲ ዝሕስዎ ንዓና ከታሉልና ኣይኮኑ እቲ ዝሕስዎ ንሕናስ ከመይ ንሪኦም ከመይ ንሓስቦም እሱ እቲ ዕላማ በቃ ኢሳያስ በቃ ሃገራዊ ስድራ ቤት ስውኣት ብዛዕባኡ ንሓንጎልና ንዕኡ ከመይ ከም ንሓስቦ ሙሉእ ዕድሚ ብምንታይ ገይርዎ ኮንጎ ገይሩ ጫማ ገይሩ ኢሳያስ ዋይ ዝባ ከማና እዩ ገለገለ ኢልና ሓንጎልናሲ ብኡስ እንታይ ንሓስብ ብኸመይ ንሪኦ ንምቁፅፃር ኣብዚ ትግራይ ከዓ ኹም በቃ ኣብቲ ገለ መፅዮ ኣነ ዶክተር ኩስተ ፕሮፌሰር ኩስተ ከምዚ ገለ ተይለካ ከመይ ንሪኦ እዚ ሕጂ እዚ ኩሉ ውፅኢት ናይ ነብሰ ምትሓት እዩ በቃ ሰብ ንዓኻስ ብኸመይ ይሓስበካ ከመይ የርእካስ ብኡስ እንታይ ትኾነ እዩ ዝብለኩም ዘሎ ኢሳያስ ክፍራሕን ሰብ ገለ ክገብሮን በቃ ዘይገብሮ ነገር የለን ክቐትል ድዩ ከጥፍእ ድዩ ገለ እንታይ ክገብር ኣሎ ምክንያቱ ንዕኡ ዳስ ሂወቱ እቲ ዝሪኦ ዘሎ ሰብስ ከመይ ሓስቦ ከመይ ይሪኦ በዓል ከም ወዲ በርሀ ከም ወዲ ፀዓዘጋ ዶን ኬር እዚኦም ኩልኹም ሕጂ ነዚ ቪድዮ ትሪኦ ዘለኹም እንታይ ትሓስቡ እንታይ ዝስማዓኩም ዛዕባይ ኣዶን ኬር ተደሊኹም ገደል እተው ኣነ እንታይ ብለኩም ኣለኹ ሴኪሬ በቃ መን ምዃነይሲ ወላ ሓንቲ ካብ ዝኾነ ይኹን ሰብ ኣፕሩቫል ኣየድልየንን እዩ ካብ ዝኾነ ይኹን ሰብ ጸሊኢ ፈትዩ ንዓይሲ ክንዲ ፍረ ጣፍ ኣይኮነን ንሓደ ፕሪፈሪ ዝመጸ ንሓደ ኢሳያስ ኣፈወርቂ ግን እንታይ እዩ በቃ ኩሉ ነገር ዝገብሮን ወይ ሰብ ክፈርሖ ኣለዎ ወይ ሰብ ክፈትዎ ኣለዎ ወይ ሰብ ከኽብሮ ኣለዎ በቃ እዚ ሰብ ብዛዕባኡ እንታይ ሓስብ እንታይ ስምዖስ ንኢሳያስ ወይ ነዚኦም ፕሪፈሪ ኣረገ ሓጎስ ድዩ ርእይዎም ኢኹም በቃ ከምዚ ዓንተ ወይ ናይ ኣንጎላ ድዩ ዘዕለኩኹም ርእይዋ ማኪና ኣላትኒ ርእይዋ ሃብቲ ኣለኒ ይረእይዋ ዶክተር እየ ይረእይዋ ፕሮፌሰር ይረእይዋ ገለ ገለ ንዕኦም ባቃ እሱ እዩ እቲ ጀልፋፍ ገለ ኢሉ እዚ ናይ ሓማሴን ባህሊ ው የለን ሕጅስ እሱ ዝብለኩም ዘሎ ከዓ ባቃ እቲ ኢኮኖሚ እቲ ተነፅሎ እቲ ጎቦታትን ድኽነትን ዝፈጠሮ ነገር እዩ ዝኾነ ድኻ እዩ ከምኡ ዝኸውን ዝኾነ ማይኖሪቲ ብዓለም ዘሎ እዩ ከምኡ ዝኸውን ሕጅስ እቲ ናህና ሽግር እቲ ናይ ኢኮኖሚክ ኢንኢኳሊቲ ሽግር ኣለና ንዑ ኣድረስ ክንገብሮ ኢና ንዑ ኣድረስ ክንገብሮ ግን ነቶም ብነብሰ ምትሓት ዝሳቐዩ ሰባት ኣብቲ ላዕሊ ምፂኻ ኣይኮነን ዝኸውን ንዑ ክትገብሮ ተኾንካስ እትዮም ሓማሴን ስልጣን ክሕዝዎ ኣለዎም በቃ እቲ ሓማሴን ስልጣን ክሕዝዎ ኣለዎም ስልጣን ክሕዙ እዮም ከዓ ነቲ ኢኮኖሚ ድዩ ነቲ ፖለቲካ ድዩ ነቲ ቤተ ክህነት ድዩ ነቲ ውትድርና ነቲ ፀጥታ ሚእቲ ካብ ሚእቲ ክቋፃፀርዎ ኣለዎም ተቋፃፂሮም እዮም ናብቲ ኢኮኖሚ ኢንቴግሬት እንዳገበርካ ሓደ ወለዶ ወይ ክልተ ወለዶ ክወስድ እዩ ካብ ዘለዎም ናይ ነብሰ ምትሓት ነገር ሓራ ከተውፅኦም እንተዘይኮይኑ ግን ኣቋራጭ ዝበሃል ነገር የለን እንተዘይኮይኑ ግን እንተ ሕጂ በቃ ዲሞክራሲ ዶ ገለገለ ኢልካ ከምዚ ናይ ሰራዊት ኢትዮጵያ ናይ ብሄር ስብጥር ዶ ናይ ሰራየናዮ ኩሉ ግዜ እታ ሃገር ኣብቂዓ ማለት እዩ ኢንፌሪየር ሰብ በቃ ብነብሰ ምትሓት ድሳቐ ሰብ ሃገር ክቕይር ኣይከልን እዩ ዝኾነ ሰብ ነብሱ ከይቀየረ ንካልእ ክቕይር ኣይከልን እዩ ሕጂስ ንዑ እየ ዝብለኩም ዘለዎ ሃገርና ክድሕን እንተኮይናስ እቲ ሽግር እሱ ንግበሮ ዋላ ሕጂ ከዓ ከምኡ እዩ እዚ ትግራይ ዶ ትግራይ ዶ ኣሜሪካ ዶ ገለገለ ዝበሃል በቃ ኣፍሪሖም በቃ ደኒንካ በቃ ሰጊኢኻ እንታይ ክትገብር እዩ ዘየለ ፀላኢ በቃ ከምዚ ንቆልዓ ሕንጉጉሎ ከይትወፅእ ትብሎ እቲ ቆልዓኻ ሕንጉጉሎ ኢሉ ፀልማት ኣይወፅን ንሱ ሕጂ ኣሜሪካ ትግራይ ግን ሕንጉግ እዮም ፈጢሮም ትግራይ ዝበሃል ፀላኢ ኣይኮነ ኣሜሪካ ከሞ ብፍፁም ፀላኢትና ኣይኮነትን እዚ ፅውፅዋይ ብዛዕባ ኣሜሪካ ከምዚኣ ዶ ኢዳ ትእቲኣ ገለ ገለ ናንሰንስ ወላ ሓንቲ የብሉም ንኩሉ ነገር ነቲ ናቶም እንታይ ዝገበርዎ እዩ ስለዚ ሲ እንታይ ከለኩም እቲ ናይ ትግራይ እቲ ከም ዝበልኩም ህዝቢ ትግራይ ኦልሞስ ቴስዓን ገለን ካብ ሚእቲ ኣብ ቴስዓን ክልተን ዲ ቴስዓን ሰለስተን ካብ ሚእቲ ህዝቢ ትግራይ ኣብ ረድኤት ወዲቑ ሕጂ ይሕፍር እዩ ከማን ብረድኤ ዝነብር ሰብ ብልማኖ ዝነብር ሰብ ሲ ባቃ ክወረና እዩ ከም ዘገብረና እዩ ገለ ኢልካ ትግራይ ህዝቢ ትግራይ ደንግፀሉ ጥፋይ ዝኾነ ይኹን ነገር ዓቕሚ የብሉ ትግራይ ህዝቢ ትግራይ ናህና ኣፍንጫ መሰንገል ናይ ንሕና ከምዚ ጣዓት ኣይንርእየና ህዝቢ ትግራይ ኣብዚ ዝሓለፈ ሽዱሽተ ዓመት ዝተኸታተልኩሞ ናይ ትግራይ ሽግር ኣብ ኤርትራ ጥራይ ዝፍታሕ ንትግራይ ፍታሕ ዘምፅሉ ሓማሴን ጥራይ ኣሎ በጀካ ሓማሴን ፍታሕ ዘምፀና ቀደም እውን ዝሓለፈ ኩሉ ዓመታት ትግራይ ዘሎ ትግርኛ ተሰጊሩ ደገለ ዝኾይኑ ሓማሴን እዩ ዝመፅእ ሓማሴን እዩ ዝሕብሕቦን ዝሓቕፎን ዝሕዞን ነይሩ ሕጂውና ውና ክንምለስ እዚኦም ፕሪፈሪ ኦ ትግራይ ተመፅኦም ንሕና ክንነፀል ኢና መወዳድርቲ ክልውና እዮም ገለ እያ ንሕና መወዳድርቲ ከድልየና እዩ ድሕሪ ሕጂ ብረድዩ ብማእሰርቲ ድዩ ገለ ይኮና ነርዕም ድሕሪ ሕጂ ንዓና ብዓሌት ዝሓስብ ሰብ ካብ ሰራየ ይምፃእ ካብ ትግራይ ይምፃእ ካብ ኣኮሎጉዛ ይምፃእ ካብ ኦሮሞ ምፃእ ካብ ኣምሓራ ምፃእ ፍልልይ የብሉ ሓማሴን ዓሌት ኣይኮነ ሓማሴን ስልጣኔ እዩ ጭውነት ማለት ንሰብ ብተሓሳስቡ ብተግባሩ ብክብርታቱ ድኣ እምበረይ ከምዚ ሕጂ ገንዘብ ኣለዎ ከምዚ ወይ ሃብታም እዩ ወይ ወዲ ዓሌት ኩስቶ ይገለ ከምኡ ኣይንሓስብን ኣብ ሓማሴን ዘሕፍር ክስታይ ከማን ንሱ ዘፈንፍነ ይደልዩ ዋላ ሃሊካ ከማን ከተርእያ ይደልን ኢኻ ራእስታት መሳፍንቲ ዝብሎም እቶም መሳፍንቲ ናህና ዝብሎም ዘለዉ በዓል ኢሳያስ ኣፈወርቂ ካብቶም ደቂ ሓቦቶም ካብቲ ዓዶም ተፈልዮም ቪላ ይሰርሑ መስፍንነት ንመጀመርታ ግዜ ብኢሳያስ ኣፈወርቂ ኢና ርኢናዮ ኢሳያስ ኣፈወርቂ በቀር ኩሎም እቶም ሓለፍቲ ቲራቮሎ ገለ ምስ ምስኦም ተራ ተጋዳላይ ተጋዳላይ ከማን ርክብ የብሎምን ሕጂ ደቆምን ስድሮምን እንታይ የብሎምን ሰግሪጌትድ እዩ ኣስመራ ረእይዎኹም እቲኦም ደቂ ተጋደልቲ እቲኦም ሃብ- እቲኦም ሓለፍቲ እቲ ራበሎብቲ እንዳ ሃብታማት ኣትዮም እቲኦም ድኻታት ተጋደልቲ ከዓ ቃኘው እ፣ ሬድዮ መሪናዮ ኣብቲ እንዳ ድኻታት ርክብ የብሎምን ብሓንሳብ ተጋዲሎም ብሓንሳብ ገለ ካብ ስሉስ ከምኡ ኣይነበረ ገብረ ክርስቶስ ኣይነበረ ራእሲ ዓንደ ሃይማኖት ኣይነበረ ግን ካብቲ ዓዶም ካብቲ ኣገለ ተፈልዮም ኣይፈልጡን እዮም ሕጂ ግን መስፍንነት ካበይና ርኢና ይብለኩም ኣለኹ ድሑር ዓሌታዊ ነገር ግን በቃ እሶም ምስ ሓዙ እዮም ስለዚ እቲ ሓማሴን ጥራይ እዩ ድሕሪ ሕጂ ግን እቲ ሓማሴን ሓያል ሃገር እያ ዘለና ሓያል ሃገራውነት እዩ ዘለና ነዚኦም ኣይኮነን ንካደ ክቕይር ዓቕሚ ኣለና ህወሓት ሞይታያ ትግራይ ሞይታያ ኢትዮጵያ ሞይታያ ስግኣት የብላን ኤርትራ ናይ ደገ ስግኣት የብላን ናይ ኤርትራ ስግኣት በቃ ሕጂ እዚ ዓሌታዊ ተሓሳስባ ናይ ኢሳያስ ኣፈወርቂ እዚ ዘይብቑዕነት በቃ ብነብሰ ምትሓት ድሳቐ ኣብ ሰራይ ድዩ ከሎ ጉዛይ ዘሎ ኤሊቴ ዝብል እሱ እዩ ናህና ፀላይ እቲ እስላማይ ድሕሪ ሕጂ ዋላ ክሬን መፅያ ዝገሄር መፅያ ተተስኦ ነቲ ኢትዮጵያ ከምኡ ትገብሮ ይትኽእል ኣብቲ ከባቢ የለን ንዓና ካንሰር ናህና እዞም ዓሌታውያን እዮም ነዚኦም ከዓ ክንተሓዞም ክንኣልዮም ከዓ ቀሊሉ ተሓማሴን ግን ሃገሩ የድሕን ሃገሩ ብሓላፍነት እንታይ ይግበር ይኽብለኩም ዘሎ ስለዚ እዚኣ ናይ ሎምዓንቲ ቪድዮ ዘዳለኹ ኣፅሊኩም ዝተሰማዕኹኒ ብጣዕሚ እየ ዘመስገን ይሃልየለይ ብሩኽ መዓልቲ ቻው